እዞም ትሪእዎም ዘለኹም ዝተፈላለዩ ሞዴላትን ዲዛይነራትን እዮም። ከምኡ እውን ኣቦ ወንበር ኣብርሃም ስልጣን ኣቦ ወንበር ዲዛይነራት እውን ምሳና ኣብዚ ተረኺቡ ኣሎ። ሕጂ ናብ በዓልና ጀባ እብለኩም።
ዝኸበርኩም ተኸታተልትና ሎሚ እምበኣር ምክንያት ሸሞንተ መጋቢት ፍሉይ ምድላዋት ኢና ንገብር ዘለና ከምዚ ትሪእዎ ዘለኹም ከዓ ሓደ ካብ ክቡር ወግዕታትና ዝኾነ ኣብ እንዳቦን ኮይና ኢና እዚ መደብ እዚ ንፅምብለሉ ናብ ሓንሳብ እዞም ትርእይዎም ዘለኹም ክቡራት ኣጋይሽ ከኣ ብዛዕባ እዚ ሸሞንተ መጋቢት ኣብ ግምት ዘእተዉ ምስኡውን ብዛዕባ ባህልታትናን ክብርታትናን ኣብ ግምት ብምእታው ሰፊሕ ኣረዳድኣ ወይ ከኣ ነቲ መንእሰይ ኣብ ከመይ ዓይነት ኣረዳድኣ ክመጽእ ከም ዘለዎ ዝኾነ ጎስጓስ ዝገብሩልና እዮም ጽቡቕ ምክትታል ክገብረልና ከኣ እዚ ኣጋጣሚ እንኳዕ ብደሓን መጻኹም ቃል እንኳን ደሓን መጻእኩም።
ፀናኹም ክቡር ኣቦ ወንበር መጀመርታ ምስ ተዓዘብቲ ዝኾነ መደብ ክትገብረልና ሌላ ምስ መሱኻ ሓላይ መጀመርታ ነዚ ዕድል እዚ ብምሃብኩም ንሽበን ኢንተርቴይመንት የቀንየልና ንብል ብምቅፃል ስመይ ኣብርሃም ስልጣን ዳይኖ ይበሃል ኣብዚ ናይ ዓውዲ ሞያ ናይ ዲዛይኒንግ ከዓ ነዊሕ እዋን ሰሪሐሉ ከምኡ እውን ኣብ ተክለ ዲዛይን ፋሽን ስኩል ከዓ ን ዓሰርተ ኣርባዕተ ዓመት ምሂረ ኣብዚ ሰዓት እዚ ከባቢ ሽሕን ሓሙሽተ ሚእትን ተምሃሮ ምሂረ ኣለኹ ማለት እዩ። ብምቕፃል ኣብ ሃገራዊ ማሕበር ዲዛይናት ኤርትራ ከም ፕረዚደንት ኮይነ ይዓይ ኣለኹ ማለት እዩ።
ፅቡቕ ኣባይ ሰብ
ሽመይ ሞዴል ወደብ እዮ ብበሃል ምስ ሃገራዊ ማሕበር ዲዛይናት ኤርትራ ከዓ ከም ሞዴል ኮይነ ይነጥፍ ነይረ ሕጂ እውን ይነጥፍ ኣሎ ሽመይ ዲዛይነር ሩታ ነጋሲ ይበሃል ኮይነ ከም ዲዛይነር ከ ምስ ማሕበር ዲዛይነር ተጠርኒፈ ይሰርሕ ኣለኹ።
ሕራይ ነዚ ዕድል ብምሃብኩም ኣዝና ከነመስግን ንደሊ። ሸሞንተ መጋቢት ንደቂ ኣንስትዮ ሃገርና ንዴታትና ድማ ብቐንዱ ዘማዕርግ ስለ ዝኾነ ምስ ክዳንና ምስ ባህልናን ኢልኩም ንዓና ኣኽቢርኩም ስለ ዝዓደምኩምና ብጣዕሚ ከነመስግን ንደሊ። ስመይ መርሃዊ ጥዕምዝጊ፣ ዲዛይነር መርሃዊ ጥዕምዝጊ ይበሃል። ኣብዚ ሙያ እዚ ድማ ኣብ ዝተፈላለየ ናይ ስራሓት ኣብ ሾ ኣብ ካልኦት ኣብ ናይ ውልቀን ኣብ ናይ ፋብሪካን ክሰርሕ ድሕሪ ምፅናሕ ድሕሪ ሸሞንተ ዓመት ኣብ ማሕበር ዲዛይነራት ኤርትራ ኮይነ ተጠርኒፈ ንሃገርን ንዝመፅእ ዘሎ ናይ ባህላዊ ወራር ድማ ንምክልኻል እውን ይሰርሕ ኣሎ። ስመይ ብመጀመርታ ሞዴል ምሕረት ግርማ ይበሃል ምስ ማሕበር ዲዛይነራት ኤርትራ ተጠሪፈ ከዓ እሰርሕ ኣለኹ ኣብዚ ሞያ እዚ ኣብ ሞያ ሞዴሊን ከዓ ንኣርባዕተ ዓመት ሰሪሐ ኣለኹ ማለት እዩ ኣብ ዝተፈላለየ ሃገራዊ በዓላት ከዓ ተሳትፈ ኣለኹ
ኣብ ከለኹም ከምዚ ክትብሎ ዝጸናሕኻ ዳርጋ ንሸሞንተ ዓመት ይኸውን ብውልቅኻ ሰሪሕካ ነርካ ማለት እዩ ኣብዚ ማሕበር ምስ ኣተኻ ገለ ፍሉይ ነገር ጅምር ክተብል ዝረኸብካዮ ነገር እንታይ ኣሎ? ወይ እንታይ እዩ ፍሉይነቱ ኣብ ማሕበር ምጥርናፍ? ናይ ማሕበር ብጣዕሚ ከማን ምኽንያቱ ሲ ሓደ ሰብ ኣብ ሓንቲ ውልቂ ገዛ ኣብ ሓንቲ ሳርቶ ኮይኑ ክሰርሕ እንድሕር ክኢሉ ውሱን እዩ ዝኸውን ማለት እዩ። ኣብ ሃገራዊ ማሕበር ዲዛይነራት ኤርትራ ካብቲ ዝጀመረሉ ዕስራን ክልተን ማለት እዩ ክልተ ሽሕን ዕስራን ክልተን ካብ ዝጀመረሉ ግን ኣብ ውሽጢ ምስ ኣተኻ ንውድድር ኢልካ ኢኻ ትመጽእ ግን ኣብኡ እትረኽቦ ትምህርቲ ኣብኡ እትረኽቦ ሌላ ምስ ዲዛይነራት ባህላዊ ወራር ከም ዘሎ ከማን ኣብ ውሽጢ ምስ ኣተኻ ኢኻ ትፈልጦ ማለት እዩ ሕጂ ሓንቲ ፈትሊ በይና ዋላ ሓንቲ ኣይትገብርን እያ ብሓንሳብ ዝተጠርነፋ ግን ዓባይ ገመድ ክትከውን ስለ ትኽእል ገመድ ካብ ዝኾነ ነገር ክስሕብ ይኽእል ክኣስር ይኽእል ማለት እዩ

ኣብ ገዛየን ኩሉ ስራሓተን ነይሩ ወፂኤን ኣይመሃራን እየን ነይረን ብዙሕ ንጥፈ ከስ ኣየካይዳ ነይረን ኩሉ እቲ ናይ ንጓል ዝተባህለ ስራሓት ጥራይ ዝሰርሓ ነይረን ሕጂ ኣብ ሽሕን ትሽዓተ ሚእትን ሰብዓን ሸሞንተን ማለት እዩ ደሓን ኩኒ ደቂ ውሻጠ ኣንስትዮ ካብ ደሓን ኩኒ ውሻጠ ዝበላሉ እዋን እዩ ማለት እዩ ካብ ምሻጥ ወፂ- ቴማ ደሓን ኩኒ ውሻጠ
ካብ ውሻጠ ወፂእንሲ እ፣ ንሃገርን ክቃላሳ ኢለን ካብ ውሻጠ ዝወፃሉ ደሓን ኩኒ ውሻጠ ዝበላሉ ማለት እዩ ሽዑ ከም ከም ኣዋዳት ክጎያ ክዘላ ሓጺር ስረ ተኸዲነ ወላ ስረ ተኸዲነ ካብ ሽዑ እቲ እንታይ ጀዲድ ገለ ንክደኖ ነበርና ሲ ብድሕሪ ሽዑ ስረ ክክደና ጀሚረ ማለት እዩ ንክቃለሳ ንሃገር ሸሞንተ መጋቢት ንዓይ ኣዝያ ዝበለጸት መዓልቲ ብከምዚ ኢኻ ዝክረ ሕራይ ክቡራ ተኸታተልትና ከም ዝትርእይዎ ዘለኹም መደብና ዘናጋዕን መሃርን እዩ ደሎ በዚ ምኽንያት እዚ ከኣ እንቋዕ ናብ ናብዚ ኣብቅዓና ኩላትና ደቂ ኣንስትዮ ኣብ ውሽጥን ወጻእን ዘለኽን እንቋዕ ናብ መዓልቲ ደቂ ኣንስትዮ ኣብቅዓክን እንቋዕ ሓጎሰክን ክብል ይፈቱ መደብና ቀጻሊ እዩ ዘሎ ሕጂ ከምዚ ትርእይዎ ዘለኹም ምስ ማሕበር ዲዛይነራት ኤርትራ ተጠርኒፎም ዝሰርሑ ሞዴላትን ዲዛይነራትን ኢና ዘለና ሩት ምስ ማሕበር ዲዛይነራት ምስራሕኪ እንታይ ረኺብኪ ገለ በልና ምስ ማሕበር ዲዛይነራት ምስርሐይ ዓቢ ለውጢ ኣለዎ። እቲ በይንኻ ክትሰርሕ ከለኻ ናትካ ጥራሕ እትሰርሕ፣ ድሕሪ ምስ ማሕበር ኣለኻ ግን ካብኡስ ብዙሕ ሓሳባት ኢኻ ስለ እትገብር፣ ንሰባት ትላለ፣ ብዓቢኡውን ስራሓት ርኢኻ ክሳይ ነገር ኢኻ ትመጽእ፣ ዳወስ ከኣ ክትብል እመጽእ። ኣብቲ ግን ናይ በይንኻ በይንኻ ኢኻ ክትነብር ትኽእል፣ ካልእ ስራሕ ክትሰርሕስ ኣይትኽእልን። ድሕሪ ብዙሕ ምስ ማሕበር ኮንካ ግን ሓሳብ ተዋሂብካ ዝተፈላለየ ዓይነት ስራሕ ከተውጽእ ትኽእል ኢኻ።
ወደብ ናባኺ እየ ምስ ማሕበር ዲዛይነራት ተጠርዲ ጥርኑፍ ምስራሕኪ ዝነበረ ቅድሚኡ በይኒ እዚ ኣፍለጥዮ ዝነበርኪ ዝነበረ ፍልልይ እንታይ ቴንክ ዩ ርግእ መጀመርታ ብምክንያት ናይ ሸሞንተ መጋቢት ጌርኩም ከምዚ ጌርኩም ብምዕዳምኩም መጀመርታ የቀኒልና ካብኡ ብምቐፃል ምስ ሃገራዊ ማሕበር ዲዛይናትን ሞዴላትን ምዃን ማለት ኣነ ከም ነብሰይ ክገልፆ ከለኹ ከም ሓንቲ ሞዴል ሞዴል ክትበሃል እንተኾይናስ ናታ ዝኾነ ስርዓት ኣለዋ ኣገባብ ኣለዋ ክትክተሎ ዘለዋ ነገር እንጂ ዝበዝሕ ኣብ ሕብረተሰብና ወላ ኣብ ዝኾነ ከድካ ከም ሞዴል ከድካዮ ክዳና ቀይራ ትወፅእ ወይ ድማ ቅርፃ ትሕሉ ወይ ኣካይዳ ሓደ ድመፀ ክዳውንቲ ምቅያር ጥራይ ኮይኑ እዩ ዝስምዖ ኣብ ማሕበር ዲዛይናትን ሞዴላትን ግን እዚ ይኮነን ቀዳማይ መጠርነፊና ዲስፕሊን ክህልዋ ኣለዎ ሓንቲ ሞዴል ብዲስፕሊን ጌራ ንክትከይድ ተምሃርናዮ ኣብኡ እዩ ትሕትና ኣለዎ ፍቅሪ ትመሃር ኢካ ስድራቤታዊ ኮይና ኢና ንነብር ብሓፈሻ ስለዚ እዞም ከምዛ ትሪእዎም ዘለኩም በዞም ጎንና ዘለዉ ሂሩትን መርሃውን ዘዳልውዎ እቲ ክዳውንቲ ገለ ሰብ እንታይ ዝመስሎ ተ- በቃ ሓደ ዲዛይነር ፀዊዕካ መፂእካ ተኸዲንካ ትኸይድ ዝመስሎ ከምኡ ግን ኣይኮነ ኣብ ማሕበር ዲዛይናት ምባ- ፍልጠት ናይታ ናይዛ ጌርያ ዘለኹ ትርጉም ናይዛ ካንስ እንታይ ምዃና ንሶም መረድኡኻ ተረዲእካዮ ኢኻ ትኽደኖ ንሶም ከዓ ኣረዲኦም እዮም ዝኸድኑኻ ቀሊል ነገርሲ ኣይኮነን ኣብኡ ዘሎ ስለዚ ብዙሕ ትምህርቲ እዩ ዘለዎ ብዙሕ ፍልጠት ኢኻ ትኸስብ ኣብ መዓልታዊ ዝኸድካዮስ መዓልታዊ ፍልጠት ሒዝካ ኢኻ ትመፅእ እጅ ፍሉይነት ኣለዎ ኣነ ከም ሞዴል ኮይነ ክሰርሕ ኣብኡ ካብ ጅምር ከዓ ብጣዕሚ እየ ለውጢ ርእየሉ ካብኡ ወፂኻ ዘለዉ ዲዛይነራትን ኣብኡ ማሕበር ኮይኖም ዝሰርሑ ዘለዉ ዲዛይነራትን ንገዛእ ርእሶም ፍሉይነት ኣለዎ ኣብኡ ምስ ኣተኻ ትፈልጦ ማለት እዩ ብጣዕሚ እዩ ፍሉይ ትምህርቲ እዩ ብሓፈሻ ዓብ ትምህርቲ እዩ ኣብኡ ዘሎ ኣብኡ ከለኺ ወደ በይኑ እዛ ጽብቕቲ እታ ናይ ዲሲፕሊን ጉዳይ ኣምጺኣታ ጸኒሓ መጀመርታ እዛ ክትብልያ ዝጸንሐ እዛ ኣምጺኺያ ኣለኺ ሕጊ እስኺ ብኡ ቅይድቲ ዲኺ እታ እዎ ክትብልያ ኣለኺ እታ ዲሲፕሊን እታ ፎርም ናይታ ማሕበር ዘማልኣኺ ሰብ ኢልኪ ዶ ትሓስቢ እስኺ? ኣነ ከም ነብሰይ ዶ እወ ሰብ ኩሉ ግዜ ብደገ ሰብ ዘሎ እንዲዩ ዝመስለካ ኣነ ከም ወደብ ግን እወ። በቲ ሕጊ ናይቲ ኦርጋናይዜሽን ናይቲ ማሕበር ዲዛይናት ዝገብርዎስ ብኡ ተኸቲለ እየ ዝኸይድ። ሕጊ ርሒምኪ ክትኸዲ ኣለኺ።
ጽቡቕ። ናብ ክቡር ኣቦ መንበር ኣውክልና ክንከይድ እዚ ክገልጽዎ ዝጸናሑ ሓሳባት ሰሚዕካዮ ኣለኻ እሞ ቅድሚ ጥርናፈ ዘሎ ጻዕርታት ዶ ይብርትዕ ወይስ ኣብኡ ተጠርኒፍና ኢሎም ዝኾነ ምርግጋእ ይፈጥሩ ዶ ወይስ ካብኡ ዝበልጽ ስራሕ እዮም ዝሰርሑ? ወይ ኣብኡ ምስ ተጠርነፉኸ እንታይ ዓይነት ፍሉይ ነገር ዝረኽብዎ ኣሎ ካባኹም? ንስኹምከ እሶም ብምጥርናፎ ብምምጻኦም እሶምከ ትረኽብዎ ነገር ኣሎዶ? መኸሰብ ኣሎኩምዶ ንስኹም? ኣገደስቲ ድዮም ንዓኹም? ወይስ ንውልቆም ጥራሕ እዮም ረብሓታት ዘለዎም? ሕጂ ዋላ እዛ ትሪኣ ዘለኻሲ እቲ ዝተኣከብና ወይ ከኣ ዝተጠርነፍና ኢና መጺና። እንተዘይንጥርነፍ ኣይምመጻእናን ማለት እዩ። ኩሉ ግዜ እንታይ እዩ ሓይሊ ምንታይ ይመስለካ ኩሉ ግዜ ኣብ ጥርናፈ እዩ።

ንጠርኒ ሕጂ ሓንቲ ዓባይ ከም ዜጋ ከኣ ሃገራዊት ማሕበር ዜና ኤርትራ ትሃልወና ተባሂሉ ማለት እዩ። ናይ ሃገር እዩ እዚ ማለት እዩ። ናይ ሃገር ተኾንካ ስድራ ቤት ኮንካ ኣለኻ ማለት እዩ። ሕጂ ብውልቅኻ ትሓስቦን ብሓባር ትሓስቦን ንንበይኑ። እንደገና ብውልቅኻ ተኾንካ ናይ ውልቃዊ ነጥቢ ኢኻ ትሓስብ። ብሓባር ተኾይኑ ናይ ምንታይ ትሓስብ ኢኻ እምነት፣ ባህሊ፣ መንነት፣ ታሪኽ፣ ሃገር ኢኻ ትሓስብ።

መልክዐን እዩ መልክዐን ናይ መን ናይ ሃገረን ማለት እዩ ሕጂ ደጋውን ውሽጣውን ጽባቐ ዘማልኤ ኣብቲ ማሕበር ዝኸረ ቅድሚ ሕጂ ደጋዊ ጽባቐ ጥራሕ እዩ ነይሩ ማለት እዩ ኣብቲ ማሕበር ምስ ኣቶ ግን ውሽጣዊ ጽባቐ እታ ጓል ኣንስተይቲ እንታይ ውሽጣዊ ጽባቐ እዚ እዩ ትማር ቅድሚ ሕጂ ዝነበረ እቲ በላቕ መላቕ ተለኺኻ ዜናትካ ኣርተፊሻል ተለቂኻ ምኻደ ንደክደና ነይረን ኣብቲ ማሕበር ምስ ኣተዋ ግን በላቕ መላቕን መቃብእን ኣይገብራ ነይሩ ማለት እዩ ተዳሃኒ እንታይ እየ ደመስልካ እቲ ማሕበረ ኢረን ሂማን ሄር ኣይፍቀድኒ ኣርቲፊሻል ኣይፍቀድኒ ኣይብሮ ኣይላሽ ኣይፍቀድኒ ፅፍሪ ይፍቀድኒ ገና ቀላዕ መልዓ ክዳንካ ኣይፍቅድኒ ነዚ ፈቒደኒ ኣብ ቅድሜኻ ኮይመን ዘለዋ ደቂ ኣንስትዮ ሌላ ፅሁፍን እሩምን ኣላብሳ ለቢሰን ኣብ ቅድሜ ቆመ ዘሎ ሕዚ እቲ ማሕበር ምጥርናፍ ማለት እሩም ኮንካ ንክትከይድ ይሕግዘካ ማለት ፅቡቅ ክብሪ ዲዛይነር ኣብ ከለካ እዛ ሓሳብ ኣምፂኻ ፅና ኣነ ሓንቲ ትገርመኒ ነገር ኣላ ሓንቲ ዲዛይነር ወይ ከዓ ሞዴሊስት ተሪኢኻያሲ ደሓን ኣብ ልብሳ ሳዕ ኣይትግበሮ ኣይትቕበሎ እንትኸውን እንዳ መሻጢት ወይ ከኣ ገለ ነገር ትካል ግን ትኸፍት እያ ባዕላ። ሓንቲ ሞዴሊስት ወይ ከኣ ሓንቲ ዲዛይነር ዝኾነ ነገር ኣብቲ ብሓፈሻዊ ትነጥፍ ሰብሲ እታ መሻጢት እንተ ሜክኣፕ ክትገብር ትጸንሓካ ንዓ ረብሓ ስለ ዘገድሳ ድያሳ ሕጂ ንዘይተቕበሎ ነገር ትሰርሓሉ?
ሕጂ ኣብዚ እንታይ መብዛሕትኡ ሰብ እንታይ ዘቐድም ረብሓ እዩ ዘቐድም ውልቃውነት ይበሃል ሕጂ ውልቃውነት እንድሕር ዘቐድም ኮይኑ ሰብ ሕጂ እቲ ናይ ካልእ ሰብ ኣየገድሶን እዩ ማለት እዩ።

ሕዚ ኩሉ ግዜ ኣብ ሕብረተሰብና ካብ ጥንቲ ምስ ዝፀንሐ ኣነዋርን ኣፀያፍን ኣላብሳ ኣይነበርናን ኣይፀንሕናን ከዓ ኣይከልወናን እዩ ከዓ ማለት እዩ ግን ኣብዚ ሕጂ እዋን ግን ባህላዊ ወረራ ኣትውና ኣሎ ማለት እዩ ነቲ ባህላዊ ወረራ ከመይ ኢልካ ተዓግቶ እዩ ትሕቶ ሕጂ ሕጂ ኣብ ኣላብሳ ንሕና ሓንቲ ጓል ኣንስተይቲ ብእምነት ኤርትራ ማለት እዩ ክልተ እምነት ኣለና ምስልምናን ክርስትና ማለት እዩ ካብ ፅፍሪ ግራ ስጋብ ፀጉራ ዝሸፈን ወይ ተባዕታይ ከዓ ካብ ፅፍሩ ክሳብ ክሳዱ ዝሸፈን ዝብል እዩ ቀልዓ መልዓ ኣይፍቅድን ይባና ማለት እዩ እዚ እቲ ክቡር ዝኾነ ባህልና ማለት እዩ። ሕዚ ኣባና ሃብታምን ክቡርን ዝኾነ ባህላ ወርሻ ነዚ ሃብታምን ክቡር ባህላ ወርሻ ከተዕቁብኻ ትከእ ኣለካ ማለት እዩ። ኣብ ሕርሲ ቤተ ከኣ ክሳብ ሕጂ ኣነዋርን ኣጸያፍን ኣላብሳ ኣይብልናን ማለት እዩ። ክሳብ ሕጂ እውን የብልናን ኣይጸንሐናን ከኣ። ነዚ ንኸይ ንኸይጸንሕ ኢኻ ሕጂ ከም ኣርእስቲ ትሕዞ ማለት ኩሉ ግዜ። እቲ ማሕበር እውን ከምኡ እዩ ብኡ ብኣግኡ ሒዝዎ ዘሎ ማለት እዩ። ኣንቶይ ኢለ ካብቲ መእተዊ ሕብረ ብሄራዊ ኣልባሳትና ሕላገት መንነትና ንብል። ሓደ ሰብ ሕላገት ኣለዎ።

ብዝያዳ እታ ጓል ድያ ዝያዳ መጀመርታ ዋና ነገር ንፋስ እተወልደላ ነቲ ባህሊ ወዲ ድዩ ወዲ ማሰ ወላ ኣብ ኣከዳድንኡ ከዓ ወዲ ከዓ ዝኾነ ሃስያ ክፈጥራ ይኽኣል ዳኣ እምበር ንኣብነት ሓንቲ ድረስ ገይራ ትመፀና ኣነ ድረስ ገይራ ክትመፀና ከሎ ሓንቲ ሓፍተይ ወይ ቀራቢተይ መሓዛይ ደስ ዝብለኒ ነገር ተኾይኑሲ ከይተረድኣንስ እየ ተባባዓለኹ ማለት እንዲ

ካብ ወዲ ካብ ጓል ካብ ዘይኮነ ሳልሳይ ኣካል ዝበሃል ከኣ ኣሎ። ባህላዊ ወራር ብሰላሕታ ዝግበር ማለት እዩ። ቀንዲ ንኣብነት ኣብ ፋሽን ከሎናሲ ኣፍሪካን ክሎዝ ዝበሃል መጺኡ ኣብዚ ናና ጻዕዳ ክዳን ናይ ኣዴታትና ተለጢፉ መን እትይዎ ኣይንፈልጥን ኢና ግን ሳልሳይ ኣካል ኣሎ ንሕና ጥራይ ዘይኮና ሳልሳይ ኣካል ከኣ ንሕና ዘይንፈልጦ ማለት እዩ ብዓይኒ ዘይረኣ ዝቃለሰካ ወራር ናይ ባህሊ ኣሎ ሕጂ እሱ ጽቡቅ ይመስል ንግዚ ይመጽእ ከምዚ ናይ ፋሽን ይመጽእ እሞ ይጠፍእ ከኣ ሕጂ ከምዚኦም ዓይነት ከምዚ መጀመርታ ቅድሚ መጀመርታ ቅድሚ ናብ

ብንግዲ ገለ ክመፀካ ይኽእል እዩ ንኣብነት ኣባናሲ ኣብ ሃገርናሲ ክዳውንቲ ካበይ ይመፀና ካብ ዱባይ ካብ ቱርኪ ካብ ኢትዮጵያ ብሰላም ዝነበረ እውን ካብ በዓል ኢትዮጵያ እውን ይመፀካ እዩ ማለት እዩ ሕጂ ንእሶም ናቶም ባህልን መንነትን ኣለዎም

ማሲ ሃስያ ፍጠረሉ ክእልሊ መጀመርታ ግን ነብሲ ሓቒ ኣድባሃል ምሽ ኣለ ነብስኻ ትሓቐሉ ወይ እዎ ዝሓቐይካ ነገር ክትገብር የብልካ ይበርገር ምሽ ነብስኻ ትሓቂ ምሽ ይምጻእ ኣይምጻእ ሳሳይ ኣካል ትብሎ ዘለኻ መጀመርታ እንተ ዘይባዕልና እንተ ዘይመሪጽናዮ ኣይ ዝኾነ ነገር ተጠቃዕነት ኣይህልወናን ይመስለኒ እዚ ተጋጊ ሕጂ ዋና ነገር እዚ እቲ ኣነ ዝገብሮ ነበርኩ ሃስያ ወይ እቲ ኣነ ዝገብሮ ኣለኹ ወይ እስኻ ትገብሮ ኣለኻ ሃስያ ኣብ መንጎ ጓል እውን ኣብተን ኣዋልድናን ዘሎ መን እዩ መጀመርታ ንፋስ ዘእቱ ዘሎ ዋና ነገር

ማሕበር ዲዛይነራት ኤርትራ ክምስረት ከሎ ንምንታይ ዕላማ እዩ ተመስሪቱ? መጀመርታ ማለት እዩ ኣብ ውሽጢ ዲዛይነራት ክንእከብ ከለና ክዳንና ከይባላሸው ሓፂር ነፂር ቆራፅ ዝግበረሉ እዋን ነይሩ ኣብ ታሽሙ ኣብዚ ክለባት

ጎደና ወይ ከኣ ኣብ ክለባት ሓጺር ጌራ ሓንቲ ጓል ፍጹም ተኣምር ወላ ሓንቲ ከይሰከፋ ክትከይድ ትኽእል እንዳ ውሓዳ እንዳ ውሓዳ ክመጻ ከይደን ማለት እዩ ስለዚ ሓደ ሰርቶ ወላ ሓንቲ ጨርቁ ይወህደሉ ቆርጽካ ምስራሕ ጨርቁ ይወህደልካ ንክልተ ሰለስተ ክትገብሮ ትኽእል ብጣዕሚ
ክገርመካ ናይ ባጽዕ ናይ ባጽዕ ሲ ሽሐ ክልተ ሚእትን

ዋላ ባፅዕን ይኹን እሞ ኣብ ኣስመራ ዋላ ሲዝን ኣሎ ክዳውንቲ ሲዝን ኣሎ ሕጂ ወቕታውን እቲ ዘመናውነት ከየጥቃዕና ንምባል እንዲ ዝመፅእ ፋሽን ከየስጋእና ሲ ኣብዚ ማሕበር ዲዛይነራት ኣቲኻ ትፈልጦ ፍልጠት ኣዝዩ ዓሚዩ ስለዚ ነቲ ባህላዊ ወራር ዝበሃል ካብ መጀመርታ ሓደ ሰብ ካብ ታሕቲ መፂኡ ንላዕሊ ክመፅእ ከሎ ፍልጠት እንድሕር ሃልይዎ ንኣብነት ዋላ ናይ ባህሊሲ ባህሊ ተዘይፈሊጥካ ሞደርን ክትሰርሕ ኣይትኽእልን ኢኻ። ሞደርን ትሰርሕ እንድሕር ኮንካ ክብርታትካ ምስ ፈለጥካ ኢኻ ትሰርሕ። እወ፣ ክብርታት ናይቲ ክዳውንቲ ናይ ብሄራትካ ማለት እዩ። እዚ ዘለናዮ እዚ ሕጂ ንፃረር ዘለና ዓብደላካን ጀሊብ ሮፆ ንበሃል ኣለና። እዚ ካልኦት ሽፎናት ገለ ኣሉ ናይ ኣዴታትና ማለት እዩ ሕጂ እዚ ክዳን እዚ መጀመርታ ኣንዕኡ መሰረቱ ካብ ይመፅእ ኣዴታትና ኣበይናይ እዋን ይገብረኦ ነይረ ዘመናውነት እውን ኣልቢስካ ክትገብሮ ትኽእል ኢኻ ማለት እዩ ሕጂ ብፅእ ኢልካ ቆረፅ ሰሪሕኻ ክትሸጦ ግን ካስትመርካ መን እዩ ማለት እዩ ኣብዚ ሕጂ እዋን ከዓ ኣነ ሙሉእ ሙሉእ ወዲ ጓል ዘይኮነሲ ፍልጠት ኣገዳሲ
ሕጂ ሓደ መልክዕ ሓዛ ኣለውኒ ሕጂ ኣነ ከምዚ ኣባህላ ካብቲ ተማሃሮ ዝስርኮ እንታይ ኣሎ ምስልካ ቆራፅ ገለ ክትብልኒ እያ ፀኒሓ

ዓራይ ኣልፍያ ኣለነ ወደብ ሓደ ኣልፍያ ሞ ኣብኡ ኣለኹ ንሓ ወደብ ኣነስ እንድዒ ከምዚ እንታይ ኮይኑ ስማዕ ኣነ ፅቡቅ ኣሎ መራ በ- እወ ሓፂር ንክደና ንሕና ከምዚ ዘይካሓድ ሓቂ እዩ ሓፂር ንክደና ከፋት ንክደን ንኽእል ኢና ገለ ኣነ እንድዒ ከምዚ ጌጋ እንተኮይነ ኣብ ኮመንት ፀሓፉለይ ዲዛይነራት ኮይኑ እዩ ዝስማዓኒ ምክንያቱ ንምንታይ ዲዛይነራት ይብል ኣለኹ ኩሎም ዲዛይነራት ማለት ኣይኮንኩ ግን ስፔሲፊክ ጌርካ ካብ ፅውዕ ብሓፈሻ ነቲ ክዳውንቲ ልዕሊ እቲ ሰብ ዝፈልጦ ዕሹግ ዝመፀ ክዳውንቲ ኮይኑ ንኣብነት ከምዚ ንሕና ካብ ዕዳጋ ምፂና ንክዶ ኮይኑ ኦኬ ክኸውን ይኽእል እዩ ብውልቀ ሰብ ክትፅውዕ ትኽእል ዝበዝሐ ክዳውንቲ ወይ ድማ እቲ ክዳን መፂ ዘሎ እዛ ጨርቂ እዚኣ ከምዚኣ ጌረ ክክደና ዝሃበኒ ዲዛይነር ኣለዋ ስለዚ ኣነ ከማን ንምንታይ ንዕኦም ይነቅፍ ኣለኹ መስለካ ንኣብነት ሓንቲ ጓል ከይደ ካብ ሓንቲ ቡቲክ ከይደ ወይ ስራሕ ኣለይ ክብሎ ይኽእል እጂ ከይደ ንዕኡ ምዝራቤ ስቱ ጨርቂ ፈልጦ እዩ ትፍልጠት ዘይምህላው እንዲ ሓፈሻዊ ኣብ ኩላት ናብቶም መንእሰያት ይኹን ናብቶም ወይ ሒዝካዮ ፅናሕካ ፍልጠት ንዓኻ ጥራይ ብምግባር እዩ እጂ ንምንታይ ኣብቶም ዲዛይነራት ይኸውን ይብላ ኣለኹ ነቲ ጨርቂ እሶም ክሳዕ ዝፈልጦ ብየናይ ኣገባብ ክስራሕ ኣለዎ እንተዝንገር ነይሩ ፅቡቅ ኮይኑ ተሰማዓኒ ብሓፈሻዊ ንዓና በኪልና ዘሎ ግን እዚ ፋሽን ዝበሃል እዩ ኩላትና ካብ ነብሰይ ጀሚርካ ማለት እዩ ክዛረብ ይኽእል እየ ግበሩ ክብል ይኽእል እየ ኣነ ግን ኣይክደን እየ ንኣብነት ሕጂ ንምንታይ ስታይ ትክደን ኣለኽን ከምዚ ኣይትግበራ ገለ ክብል ይኽእል እየ ንኩላ እንተ ኣዋልድ ለኪመ ገለ ኣነ ስለ ዝክደን ኣነ ግን ክደን እየ ታይት ኣይትከደናስ ክብል ኣይክእልን እየ ሕጂ ካብ ነብሰይ ጀሚርካ በኪልና ዘሎ ፋሽን እዩ በቃ ዘዝመጸት ኣብዛ ዓመት 2025 ተወዲኣ ዘላሲ ልዕሊ ሚእቲ ዝኾኑ ስታይል ክዳን ገዚኤ ኣሎኹ፣ ኣነ ካብ ነብሰይ ጀሚረ ማለት እዩ። እከወ እታ ቀዳመይቲ ዝገዛእኩዋ ግን ኣብቲ ድሕሪ እታ ሚእቲ ክገዝኣ ከለኹ ኣይተኸደንኩዋን፣ ፋሽና ወዲቓ ብዝብል ኣተሓሳስባ ማለት እዩ። ሕጂ ወላ ደኣ ንምሃር ወላ ደኣ ንብሰል እምበር ከይተረዳእናስ ከምዚ እቲ ቫይረስ ኣትዩ እዩ ኣብ ውሽጥና። ወላ ከም ሞዴል ኮይነ ኣነ በቃ ምሽ እዛ ጌረያ ዘለኹ ንኣብነት እዛ ክዳን ሕጂ ዓብደልካን ጌረ ኣለኹ ምሾ ብባህ- ብናይ ባህልና ተመጽኤ ሸሞንተ ብሄራትና ካን ይኽደና እየን ትሽዓተ ብሄራትና ከዓ ኣብጀ ይድኽደና እየን ኣነ ጌረያ ዘለኹ ንዩርጉ ጌራታ ዘላ ግን ትፈላለ እያ ቀላዕ ክኽደን ኣይፍቀደን እዩ ናተይ ትከፋት ኣለዋ ከኣ ካብ ናይ ይርጉ ንላዕሊ ስለዚ እዚኣ ዶ ክኽደን ግባእ ነይሩ እዚኣ እዛ ናይ ይርጋ ክኽደን ምሓሸኒ ነይሩ ኣብኡ ኣነ ከለኽስ ግን እዚኣ ኣነ ጌረ ዘለኹስ ፋሽን እዩ ወላ እቲ ክዳንስ ኣብቲ ፋሽን እዩ እቲናስ ከምዚ ነቋማጥዖ ኣለና ነቲ ባህልስ ነጥፍኦ ኣለና ጌና ዘይተበርበረ ባህሊ ከለና ሲ ወንሕናስ ኣይኣለናዮን ዘለና ኣብ ውሽጥና ከም ተቐቢልናዮ እቲ ቫይረስ ምእላይ ዝኣበየና ዓታት እንጂ እቲ ዕሹግ ነገራት መፂኡ ዝኽደኖ ገለ ዘለና ንሓፈሻዊ ማለት እዩ ጓል ይኹን ወዲ ፋሽን እዩ በኪልና ዘሎ ንኩላትና ማለት እዩ ኩላትና ክንኣልዮ ዘለና ማለት እዩ እቲ ኣብ ውልቀ ክዳውንቲ ከምዚ ባህሊ ኣቲኻ ገለ ዝኽደን ዘሎ ክዳውንቲ ተኾይኑ ከዓኒ በቶም ዲዛይነራት እዩ ምክንያቱ ክባላሾስ የብሉ እቲ ዝሰርሕዎ ዘሎ ክዳውንቲ ሞደርን ክኸውን ኣለዎ ሞር ዘኽፍአ ክዳውንቲ ግን ክኾን የብሉ ንሪኦ ኢና ኣብ ዝኾነ ዝኾነ ግዜ ይረእ ይመጽእ እዩ ዘይሕባእ ሓቂ ማለት እዩ እ ንዕኦም ዲዛይነራት ነቐፌታ ብዚኣ ትልዎ ትኽእል ኣብቲ ባህላዊ ማለት እዩ ዘመናዊ ንሓንቲ ይዛረቦም እዩ ምክንያቱ ዘመናዊ ኦልሬዲ ዘመናዊ ፋሽን እዩ ኣብቲ ባህላዊ ክኸውን ከሎ ግን ንሶም ቅሩብ ዕቅብ ተበልዎ ኮይኑ ይስማዓኒ ኣብ ናቶም ሕግታት እንተእተውና ከዓ ፅቡቅ ኮይኑ ይስማዓኒ ኣነ ከም ሞዴል ማለት እዩ ፅቡቅ ከምዚ ክትብሊ የፅናሕኺ ወደብ እታ ጌጋ ናይ ዋልድ ምዃና ተቐቢልክያ ኣለኺ እረ እሞ እወ። ግን እቶም ዲዛይነራት ከኣ ነቲ ባህሊ ንኽንጸሉ ድፍኢትሲ ይገብሩልና ኣለዉ ዝዓይነቱ እዩ ክትብል ዘለኻ። ክግ- ምኽንያቱ ድፍኢት ክገብሩ ኣለዎም እወ ሕጂ እዛ ተኸዲንክያ ኣለኻ ከምዛ ዝበልክያ ንምንታይ እዚኣ ቆራጽቲ ስራሕ እቲኣ ንምንታይ ከተምልጥ ተሰሪሓ ኣላ እሳ ኣብኡ ደሎ እቲ እቲ ካብ ምርጫ ስለዚ ሰብ ኣብ ክውከል ሓሳብ ይኸእል እዩ እዩ። ሕጂ ናይ መታን እዛ ክዳነይ ብሞደርን ክትከውን ስለ ዝደለኽዋ ኣብ ዝኾነ ግዜ ኣብ መ- ናይ መርዓ ኩነታት ትኹን ኣብ ዝኾነ ሞደርን ክትኮነለይ ስለ ዝደለኽዋ ወላ ኣብ ሻሂ እንዳሰተኹ ክወጽእ ይኸእል ምስ መሓ- ኣብ ዝኾነ ሰዓት ክትኮነለይ ኣይዘዮ ኣለኹ ግን ክእዞ ከለኹ ንሱ ከኣ ከምኡ እንተ ዝብለኒ ምሓሸኒ ደስ ኮይኑ ሱስ ይስምዓኒ ክእርመና እወ ኣለዎ። ከምዚኣ እዚኣ ገለ ኣብቲ ባህላዊ ቀንዲ ካብቲ ዘመናዊ ንላዕሊስ ኣብቲ ባህላዊ ቀንዲ እቲ ከምዚ ምስ ግዜሲ እንታይ ኢኻ ትብል ሕጂ እንተ ከምዚኣ ገይረ ኣለኹ ተኸዲናስ ጽባሕ ንጎቶም ኣነ ዝወልዶም ከ እንታይ ዓይነት ክዳን እዮም ተኸዲኖም ክመጹኒ ከምኡ ኢኻ ትብል ማስ ሓፈሻዊ ነቶም ሞደርን ብፍላይ እቲ ባህላዊ ክብል እየ ኣይ ሚን ሶሪ ኣብ ባህላዊ እንተ ከምኡ እንዳተበላሸወ ከይዱ እቲ ድሕሪ ሚእቲ ዓመት ወይ ድሕሪ ሓምሳ ዓመት ዘሎ ባህልና ደኣ ከመይ እዮም ክኽደንዎ ማለት እቶም ዝመጹ ወለዶ? ሕጂ ንዕኡ ንምዕቃብ ቀንዲ እቶም ዲዛይነራት ክሰርሕሉ ዘለዎ ነገራት ኣብቲ ባህላዊ ኣተኪሮም ከምዚ እሩም ዝኾነ ክኽደን ኣለዎ። እቲ ባህላዊ ዘመናዊ ግን ተቀላብነት ክህልዎሲ እሶም እወ። እቶም ዲዛይነራት ክጸዕሩ ኣለዎም። ክጸዕሩ ኣለዎም። እቲ ዘመናዊ ግን ኣብቲ ሰብ እዩ ዝውከል። ክኽደኖን ዘይክኽደኖንስ ኣብ ወደብ እምበር ኣብቲ ብሓፈሻውስ ኣይትእትዎን ኢኻ። ኣዋልድ ኣወዳትስ ኣይትብልን ኢኻ። ቀላዕ ዘይክደን ኣዋልድ ኣለዋና ብመሰረት ሓፂር ስትራ ዘይክደን ወዲ ስትራት ከዓ ኣለዋ እኮ ኣለና ሕጂ ዝያዳ መን ሃስያ ፈጥር ትብል እወ ኮይና እያ እታ ሕቶ እምበር እወ ኣሎ ወላ ኣወዳት እውን እኮ እወ ሓፈሻዊስ ኣለዎ ኩ- ከምዚ እወ ኩላትና ስቱር እዩ ብሓፈሻዊ ዋስ ከምዚ ክእርመካ እታ ቃል ከምዚ ኩ- ሓፈሻዊ ኩላትና እቲ ኣብ ህዝቢ ኤርትራ ዘሎ ብምሉኣትና ስቱር እዩ ትካልና እሩም እዩ ኩሉ ኣካልና ግን ካብኡ ናብኡ እቲ ንኽተሎ ዓይነት ቅዲ ምትመጢ ዘሎ ዘመናዊ ዝበሃል ምስ መፅእ ዘሎ ትምህርቲ ምስ መፅእ ዘሎ ቴክኖሎጂ ፋሽን ስለ ንብል ዘለና እዩ እምበር ኩሉ እሩም እዩ ኩሉ ጥዑይ እዩ ኣከለና ግን ሓፈሻዊ ኣልማማ ኣዋልድ ኢና ኣምፂእናኦ ንኸይንብል ኣዋልድ ዘይክፈታ ኣለዋ ርእሰን ዘይክፈታ ትሕቲ ዓንከር ዓንከር ኢተን ዝመፅእ ክዳን ዝኽደና ኣዋልድ ኣለዋ ኣወዳት ካብ መንፀር ናቱ ከዓኒ ሓፂር ስረ ገይሩ ዘይፈልጥ ወዲ ኣሎ ሓፂር ዘይጥቀምሉ ሕጂ ኣልማማ ኣብ- ኣብቲ ሰብ እዩ ዝውከል ኣብቲ ኣነ ዝኽደኖ ዘለኹ ኣከዳድና እዩ ዝውከል ኬፍ ራሳራተትና ከም ዝትሪእዎ ዘለኹም እዩ ደሎ ገና መደብና ቀጻሊ እዩ ዘሎ ብዛዕባ ኣልባሳትና ገለ ክብሉና እዮም ሕጂ እውን ናብ ሞዴል ሜርሲ ክሰግር እየ ሞዴል ሜርሲ እውን እስከ ብዛዕባ እዚ ክበሃል ዝጸንሐ መን- መን እዮም ጸለውቲ ጨው ሓሰብ ሓሳብ ሃብና ኦኬ ኣነ እኮ ልክዕ ከምቲ ወደብ ክትብሎ ፀንሕት እንዲ ትዘረባ ግን ኣብ ወድን ጓልን ከይበልካ ዋላ ኣብ ክልቲኡ ፆታ ኣሎ ኣብዚ ሕጂ ግዜ ፍላይ ማለት እዩ እ፣ ኣዋልድ ሕጂ ሓፂር ኩሩብ ገለገለ ንክደን ኢና ወላ ኣብ ኣወዳት ከኣ ከምዚ ብዙሕ ሰብ ዘይስተውዕለሉ ኮይኑ እምበር ወላ ኣብ ኣወዳት እውን ኣሎ ከምዚ ነዊሕ ሰንሰለት ዝመስል ናይ ከልቢ በቃ ነዊሕ ኣብዚ ናይ ራፕ ገለ ትርእይዎ ኣብ ናይ ደርፍታት ተራእየ በቃ ፋሽን ኮይኑ መጺኡ ወላ ኣብ ከ- ኣብ ኬን ክዳውንቶም- ዓይነት ስታይል ማለት እዩ ሕጂ ወላ ኣብቲ ክዳውንቶም ከኣ ስእልታት ዝደግብ ኣሎ ኣብ ማልያታቶም ኣብ ስሪኦም እቲ መልእኽቲ ግን በቃ ከምዚ ዋላ ንባህልኻ ወራሪ ንኹሉ ነገር እዩ ደጥፍኦ እቲ ዓይነት ደርፊ ድሰምዑ በቃ ብዙሕ ነገር ሰኣሉ ወላ ኣብ ኣወዳት ውን ተመጺኻ ማለት እዩ እቲ ስእልታት ኣብኡ ድሰኣል ከምዚ ንባህልኻ ንኽተጥፍእ ሃይማኖትካ ንኽተጥፍእ ወላ ምሽ ኣካዳን ኣካይዳኻ ስርዓትካ ድሲፒሊንካ ንኽተጥፍ እዩ ድገብረካ ወላ ኣብቲ ኣብቲ ክዳንካስ ምልክትካዩ ምሽ ተኸዲንካዮ ደለኻ ክዳንሲ ንዓኻ መግለጺኻዩ እቲ ትኽደኖ ከኣ ብዙሕ መልእኽቲ ኣለዎ ንሓደ ሰብ ወላ ኣብ ጓልን ወድን ከይበልካ ኣብ ክልቲኡ ጾታ ኣሎ ብፍላይ ኣብዚ ሕጂ ግዜ ብፍላይ ማራ ማዕረ ማዕረ ውን ንኸይድ ኣለና ክብል ይኽእል እየ ማለት እዩ እዚኣ ትመስል ናተይ ሓሳብ። የቐኔልና ሞዴል ሜርሲ።
ብዝያዳ ከ ኣብ መን ዝያዳ እቲ ሓላፍነትሲ ንመን ኢኺ መሰከምክዮ? ርዓወቲኖ እዚኣ ግደፍ እንዶ ሓፈሻዊ ኩላትና ኢና። ኖኖ ሕጂ እንታይ ኢለ ሓፈሻዊ ኩላትና እንድያ እታ ጽብቕቲ ማስ ሰብ ሓሓጢኣቱ ከኣ ክፈልጥ ኣለዎ ብዝያዳ ከኣ ነቲ ደኺሙካ ዘሎ ጎኑ ተሰራሕካሉ እዩ ከኣ ዝበለጸ ነገር መስለኒ ኣዋል ኣወዳት ኮይኖም ኣወዳት ከምዚ ክትገብርዎ ኣለኩም ሕጂ ንኣብነት ሓንቲ ሕቶ ኣብ ኩልና እስኺ ስለ ትገብሪ እኮ እስኺ ስለ ዝተኸድንክዮ እቲ ክዳን እስኺ ጥራሕ ኮንኪ ርሃጽ ትፈጥሪ ከምኡ ተኸዲንኪ ክትመጺ ከለኽሲ ኣቦ ክሎ ሓዊ ኣለኪ ኣቦ ኣለኪ እሶም እውን ናቶም ሓሳብ ናቶም ስራሕ እውን ኣገዳሲ እዩ እኮ እዚኦም እኮ ከይተረድኦም እኳ ብኮ ከዓ ፈጥሩ ኣለዎ ማለት እዩ ተቐባልነት ኣለዎ እዎ ግን ሓፈሻዊ ንምንታይ መስለካ ከምኡ ብለካ ኣለኹ እቲ ካብቲ ሰብ ተቐባልነት ዝበልኩኻ ንዑ እየ ኣነን ሓወይና ኣነን ሂሩትን ኣላ ንኣብነት ሓንቲ ፋሽን ክትመፅያ ክሮፕ ጌረ ታይት እንተ ጌረ ኣነ ንሳ ከኣ ነታ ፋሽን መጽያ ዘላ ጎና እንተ ጌራታሲ ካብቲ ሰብ ተቐባሊ እዩ እምበር ስፐሲፊክ ጓል ኣዋልድ ይኸን እንተ ኢልካ ንኣብነት ዘይክደን ኣዋልድ ኣለዋ ኢለካ ጸኒሐ ወይ ኣወዳት ኢኻ ተልካ ነቲ መጽዩ ዘሎ ግን ከም ተቐባልነቱ ከምቲ ሰብ ዝተቐበሎ ማለት እዩ ኣብ ገሊኡ እኮ ኣሎ ጠቕላላ በቃ ሓንቲ በቃ ሓንቲ ገሊኦም ሓንቲ ዓይነት ከለር ጥራይ ቀይሕ ጥራይ ሲ ቀይሕ ጥራይ ክኽደን ዝደሊ ሰብ ኣሎ ወላ ወዳት ወላ ወላ ጎና ጥራይ ካብ ጎና ወጻእ ወላ ስረ ጥራይ ካብ ወፃኢ ክክደን ዘይክእል ሰብ ገለ ኣሎ ጂ ከምቲ ሱፍ ተቀባል ናቱ ተራ እንድዒ ኣብዚ ሕጂ ግዜ ኣዋልድ ኢና ሞር ንቅበል ዘለና ነቲ ፋሽን እንተኮይኑ ማስ ምስ መርገፂ ክትለው ፀኒሓ ወላ ሜርሲ ማዕረ ኢና ንኸውን ዘለና ኩሉ ክትለው ፀኒሓ ማስ ወላ ኣብ ናይ ወዳስ ኣሎ ክዳንኩም ማልያኹም ወላ እቲ ደርፍታት ገለ ገሊኡ ትሰምዖን ኢኻ ዋላ ሰለስተ ኣርባዕተ ግዜ ሰሚዕካዮስ ሓንቲ ቃል ክትሕዝ ኣይትኽእልን ኢኻ ዋላ ንስኹም ከ ከምዘይ ትፈልጦ ስኢሎም ጥራይ ንድሕሪት ገለ ማዕረ ይኸዱ ከምዚ ራፐር ሕጂ ፍልጠት ምሓዝ ጽቡቕ እዩ ማለትሲ ኣብ ዝኾነ ይኹን ነገር ካብ ሓደ ቋንቋ ንላዕሊ ምሓዝ ልዕሊ ሓደ ሰብ እዩ ዘብለካ ንዓኻ ኩሉ ግዜ ትኮርዓሉ እዩ ዘለካ ብትምህርቲ ይኹን ብቋንቋታት ዝኾነ ግን ካብቲ ስኻ ትኮርዓ ካብቲ ስኻ ናትካ መንነትካን ካብቲ ናትካ ብሄርካን ካብቲ ናትካ ቋንቋኻን ላዕሊ ነቲ ካልእ ነገር ተምሊኽካዮ ትሰግደሉ ኢኻ ዘለኻ ትሰግድ ኢልካ ኢኻ ዘይነገርካ እምበር ነቲ ብሄር ነቲ ክዳን ነቲ ገስ ምስጋድ እዩዎ ንዑ እየ ደሊ ነዚ ናተይ ነዚ ናተይ ኣይዓገብኩሉን ማለት እዩ እንጂ ከም ተቐባልነትካ እዩ ከምኡ ኢልናስ ክንዓፅዋ ንኣብነት ሕጂሽ ኣብቲ ፋሽን ሲ ኣብ ኣወዳት ኣብ ኣዋልድ ምሽ ዋላ ንሕና ኩረብ ንከደን እሞ ኣወዳት ከዓ ከምዚ ገፊሕ ገለ መፂ ዘሎ ሰንሰለት ገለ ገለ ወላ መጉበር ኣብዚ ሕጂ ግዜ ካብ ኮይኑ መፂልካ ማዕረ ዳርጋ ኮይኑ ጓልን ወድን ዝክደድዎስ ሓደ ዓይነት እዚ ናይ ጓል ክዳን ኣይትብሎ ናይ ወዲ ክዳን ኣይትብሎ ሕጅስ ኣብ ክልቴና ወላ እቲ ጾታ እውን እንዳተረፈ መጺኡ ማለት እዩ ካብ ተቐባልነት ናይ ብሓፊሽ ወላ ካብቲ ናይ ጓል ክሮፕ ክዳን ዝበሃል ነይሩ ኣብ ናይ ወዳት ከዓ ማልያ ከም ዝመጽእ ነይሩ ገለ ተባሂሉ ነይሩ ምሽ ኣብዚ ሕጂ ከዓ ማዕቢሉስ ኣብቲ ሃይማኖትን ኣብቲ ገለን ባህልን ክሳይ ብኮም ሰእተውልና ሜሶም ከዓ ኣብቲ ጾታና ከዓ መጽኦም ኣብቲ ጾታና ከዓ እንታይ ኮይኑ ማዕረ ክዳውንቲ ንክደና ኣለና ማለት እዩ ወዲ ድኽደኖ ኣነ ክደኖ እየ ኣነ ድኽደኑ ንስኻ ትኽደኖ ኢኻ ማለት እዩ መጺና ኣለኪ ኣብዚኣሲ በቃ ጓል ፈሊና ክሳ ክንገብራ ይኽእል እና ወዲ ምክንያቱ ጓል ኣዋልድ ሰሓብቲ ስለ ዝኾና ከምዚ ብተፈጥሮ ከ እዛ ፋሽን ትብላላስ ከም ናይ ክዳን ኢላ መፅያ እዎ ግን ንክዳን ዘይኮነ ዕላማኦም ካልእ ዕላማኦም እም። በብቑርሑ ግን ናብ- ናብዚ ናብ ፆታና ክትመፁ ናብ ፆታ እታ ቀንዲ ተእሰር ኣላ ናይ ጓል ናይ ወዲ ሓደ ዓይነት ክፍቲ እዩ

በበይኑ ወሪዱ ይኣምኩ ጓል እቲ ኣቃውማና ንባዕሉ እውን ከም ዲዛይነራት መጠን ኣነ እውን ዳርጋ ቁሩብ ኣብዚኣቶም ካቢናታት በዚሓ ሞዴል ናይ ስጋ ኮይናት ሞዴል ሞዴል ወደ በኋላ ንዓይ ትክ ካቢናት ንፀኒሓ እሞ ኣነ እውን ተኣሪመ ኣለኹ ካብዚ ሓፂር ክዳውንቲ ምስፋይ ማለት እዩ ሕጂ እዚ መሃርና ኣዘናጋዕን እዩ ዘሎ እዚ ፕሮግራምና ብጣዕሚ ደስ ዝብለካ

ኣው ፍልጠት ኣሎ ንኣብነት ዲዛይነር ማለት መፅኡ ኢሉ ክዳን ዝሰርሕ ኣይኮነን እቲ ዝሰፊ ከዓ በይኑ እዩ ማለት እዩ ኣማተር ካብ በሃል እሱ ወይ ከዓ ብግብሪ ጥራሕ ማለት እዩ ካብ ምስፋይ ጥራሕ ስለ ዝኽእል ማለት እዩ እቲ ዲዛይነር ዝበሃል ግን ንባዕሉ ፋሽንን ስታይልን ፈልዩ ኣመም ዝፈልጥ ማለት እዩ ፋሽን ብደገ ዝመፅእ ነገር ማለት እዩ ወይ ወቕታዊ ሓድሽ ነገር ማለት እዩ ስታይል ግን ነቲ ሰብ ከም ቁመቱ ከም

ልክዕ ከምዚ ናይ ንመሃሮ ናይ ኣካዳሚ ከምኡ ዝበሃል ኣሎ ኣብዚ ምስ መጻኻ ትፈልጦ ኢኻ ሕጂ ምጽእ ኢሉ ሓደ ዲዛይነር ክበሃል ከሎ ሳርቶ ዝሓዘ ዲዛይነር ኣይኮነን ብልበይ ኣብ ፋሽን ዝጸንሐ ሰብ መጺኡ ከምዚኣ ክዳን ስርሓለይ ተላትካ ንሳርቶ ሂብክዮ ኣለኹ ሳርቶ ሂቡ ከም ኣሰርሕዮ ተሂብካ ክቡራት ተዓዘብትና ከምዚ ትሪእዎ ደለኹም ብምኽንያት መዓልቲ ደቂ ኣንስትዮ መደብና ብጣዕሚ ጽቡቕ እዩ ደሎ ይብል ኣነ ንስኹም ከ ከመይ ኣለኹም ፈቲኹምዎ ክትኮኑ ተስፋ ንገብር እሞ ሕጂ ምሽሻይና ንቐደም በሉ ኣብ ናይ ቡን መደብ ኢና ደለና እንዳተዘናጋዕና ኢና እንዳመሃርና እንዳተዘናጋዕና ኢና ደለና ክቡራት ተኸታተልትና ሕጂ ዓወት ሓወይ እስከ ገለ በለና እዋእ ኣነ ሕጂ እንታይ ክትምታተኒ እዛ ቡን ኣብ ዝተቐድሐት ፍርቂ ሰዓት ጌራ።

ንኤርትራዊ ዘይተዓደለ ዋሲ እንታይ ኔቸር ኤርትራውያን ብተፈጥሮ ክማወዳት ድርቕ ኢልኩም ኢኹም ናትኩም ማለት ከምዚ ይፀርፍ ኣይኮንኩ ዘለኹ ግን ትረት ኣለኩም ሓይሊ ሕልናዊ ፀርፊ
ሒዝክሞ ክትኮኑስ ናትኩም ዲኹም ኢልኩም ሒዝክሞ ማሲ ከምዚ እንታይ ደሊኺ እሞ ከቐብለኪ ንብል ሓንኮፈለይ ኣይትፅናዕ ገለ ስምባስ ነተይ ክብዛሓፍቶ ኣይትኾኑ ካብ ንዓይ ፅናዓኻ ትቐርብ ሓዝኒ እሞ ጉቦ ክትፈልጢ ኣነ ካብ ጉቦ ክፈልጥ እንደለኒ በቃ ገረ ሕልና ገረ ኣነ ክዕድል እዚኣ መስርሕ እያ ማሲ ክኸውን ይኽእል እዩ ክኸውን ኣይኮነን ከምባ መጀመርታ ግን ዋና ነገር እዚኣስ መን ዋና እሞ

ብዕር ቤላ እኳ ክትብላ ነና ወላ እታ ሓገዝካና እውን ሓንቲ ኣይ
ሕጂ ኣብ ኮልና ታኒ ዓንተ ወይ ዛዕባ ክንቅፅላ እሞ ኣብ ሪሞ መጀመርታ ክቡር ዲዛይነር ኣቦ ወንበር ማለት እዩ ከመይ ከይዳ ኣሎ እቲ ጎ- ጉዳይ ዝኾነ ዝሓለፍናዮ ዝነጠርናዮ ነገራት እውን ክህሉ ስለ ዝኽእል ኣብ ከለካ መነዳሪ ካኣ ክተብረልና። እዋ እንታይ ይመስልካ ጽቡቅ ኣዚ ቁሩብ እቲ ስክፍታ ዘለዎም ኮይኑ ተሰሚዕኒ ኣብቲ ውሽኦም ከውጽኡ ክኣሎም ስክፍታ ማለት እዩ ምክንያቱ ዘን ደቂ ኣንስትዮ ኣብ ቅድሜናስ ኣብ ከተማ ወጻ እየን እቶም ደቂ ተባዕትዮ ከተማ ወጹ እዮም ድራር እውን ትዕደማ ኢኽን ከመይ ኢሎም ዕድሙኽን ትፈልጣ ኢኽን ሓደ እንታይ ኢሎም እንታይ ኢሎም ተክሲ ክገብሩልክን ተዛረባ ኢኽን ንሰን ከ እንታይ ኢኽን ትመጻ ሕጂ ተዛረባ እዚ ኣውጽኦ ሞሽ ንሕና ከ መዛዘም ክንገብረሉ ማለት እዩ

ኣነ ናይ ሓደ ናይ ክነግረካ ንሕና በዚ ጋጣሚ ዋቲ ናይ ኣቢ ዘረባ ኩሉ ግዜ እያ ትገርመኒ ኣዋልድ ብገዛእ ነብስና ፅቡቃት ኢና ብገዛእ ነብስና ሰልፍ ኮንፊደንስ ኣለና ኣነ ካብ ነብሰ ጀሚር ማለት ብገዛእ ነብስና ፅቡቃት ኢና እጂ ኣቢ ኩሉ ግዜ እንታይ ይብለና መስለካ ወላፍቲ ናይ ማሕበር ገለ ንዛረበሉ ማለት እዩ ኣወዳት እዮም ደኣ ከምዚ ሜክኣፕ ምጥቃም ንዓኹም ዝግባኣኩም ሄር ስታይል ምቅያር ክዳውንትኹም ምቅያር ዝግባእኩም ሰዓኹም ንኣብነት ካብ እንስሳታት ንከም ኤግዛምፕል ተሪና ርግቢት ኩሉ ግዜ ከመይ እያ ክስታይ ትኸውን ትሪእዋ ትኾኑ እረ ከምኡ ይኮነ ዓወተይ ተም ረጋቢት ከመይ ገይሮም ናብ ሓንቲ ዑፍ ወይ ናብ ሓንቲ ገለ ወይ ኣብ ንህቢ ተሪእኹሞ ነታ ንግስቲ ከመይ ገይሮም እቶም ዕስለ ይብሏ ንሕናስ ናትኩም ንግስቲ ናትኩም በቃ ወ ኣነ ናትካ ንግስቲ እየ ንስኻ ኢኻ መወርዳ ክትፅብቕ ክዳንካ ክትቀያየር ስታይልካ ጨናኻ ገለ ክትገብር እምበር ኣነ ኣይግባኒ ኣነ ብገዛ ነብሰይ ፅብቕቲ እየ ሞርስ ንስኹም ኢኹም ትደልይዎ እቲ ከም ስታይል ዳጌክ ዘይትመፂ ገለ ንሕና ፅቡቃት ኢና ናትና ኢና ሕና ረ ካብ ሓንቲ ሓንቲ እወ ወላ ካብ ባይብል ተሪኸያ ሓንቲ ዓፅሚ ብምውሳድ ካባኹምሲ ምልእቲ ኢና ኮይና ሓንቲ ምውሳስ ምሉኣት ኮይና ኢና መፂናኹም ንስኹም ኢኹም ዳ መሊኦኹም ክትመፁና ዝግባእኩም
ስመኒ ካብ መሰንገለ ናትኩም ወፂና ትብልለኽን እወ ካባይ ወፂኺ ስኽ ንግስተይ ክትኮኒ እረዋ ምነት ገይረ ፍጥ ኣነ እምበር ንጉስ ናትክዳ ዋይ
ካባይ ኢለ ክትፍጠር ዘለኺ ኣብ ናተይ መሰንገለ ኣብ ናተይ ዓፅሚ ብሓንቲ ብሓንቲ ክፋል ናተይ ዓፅሚ እንዳ ዳበቆልክስ ናተይ ንግስቲ ክገብረኪ ብኸመይ መንገዲ እሞ
ዋይ ዓወት ዓወት
እንታ ኮንክ ደኣ ሜክ ኣፕ ትገብሪ ኧረ ኣነ ይገብር ነይ ከም ወለብቲ ኮይነ ኣነ ይገብር ነይ እንታ ኮንኪ ንሕና ዓና እንድሕር ዘይድሎ ኮይኑ ሜክ ኣፕ እንታ ኮንክ ንወሲድኩ ንብላ ንሕና ምናልባት ትደልይዎ ኢኹም እኮ ኣይትዛ እወ ኣወዳት እወ ፋሕሽ ክክድ ዶ ይበልካያ ኣነ ብቑንያ ትብለኩም ኣለኹ እዞም ናይ ሕጂ ኣወዳት ብፍላይ ኣብ ስታይልና እንተ ፀርፊ መፅዩ ኣባኹም እዩ ብሰንክኹም እዩ ወዳት ምክንያቱ ከም ሓቂ መፂኻ ሓንቲ ጎና ጌራ ሻርባ ጌራ ትከይድ ዝፃኽማ ጓል በቃ ንዓኹም ከምዚ ወይ ናይ ጥዕና ፀገም ዘለዋ እያ ወይ ተውታይ ወፂኣ ዘይትፈልጥ ገለ እያ ስለዚ ንዓኹም ኣንፃር እንታይ ኢኹም ትደልዩ ሓፂር ጌርካ በቃ ሜክኣፕ ቀያይርካ ገለ ወላ ቆፅራ ደንጊኻ ገለሲ ዶን ጌሮ ሶሪ ገ ተክስኑ ደሓን ከምዚ ክጸቢቕ ክል ክትመጽእ ንመጽኒ ስለዚ ንምንታይ ኢኹም ወደ ብዙሕ ዝተቋጸረት እያ ትመስል
ኮም ይኮነ ድሌትኩም እዩ ደሓን መራንዓው
ጌርካ ገለ ቀያሕ
ጽቡቃት ምዃንና ከነገረከን ማለት ኣምላኽ ስብ ብመልክዑን ብምስሉን እዩ ፈጢርና። እዋይ
ሕጂ ብጣዕሚ ኢና ጽቡቓት ንሕና ሜካብ ኣየድልየናን እዩ ሕጂ ኩላ ኤርትራውያን ትርር ኢልኩም ኢኹም ኔረ ኢልክና ወደ እወ ምሳ ክንደይ ዘለኹም ብጸርፊ ዘይኮነ ብ- ግን ድ- ከምዚ ናቹራል ናትናስ ድርቕ ዝብ- ንኣብነት ምስ ካልኦት ሃ- ዘለዉ ኣብ ካልኦት ሃገራት ዘለዉ ኣወዳት ተኸድናሲ ናቹራል ባህርያትና እዩ ይጸርፎ ኣይኮንኩን ዘለኹ ነቲ ባህርያት ናይ ኣወዳት ግን ሓፈሻዊ ሲ ኣዋልድ ኣብ ኤርትራ ኺድ ኣብ ኣንጎላ ኺድ ኣብ ኤሮጳ ኺድ ኣብ ኤስያ ኺድ ዘሴም ባህሪ እዩ ዘለና ብሄቨርናትና ሓደ ዓይነት እዩ ኩላትና ከምዚ ተፈጥራዊ ናትና ክንክካናኸኑና ክኣልዩና ከኽብሩና ገለ ናትና ርዱ በቃ ከምኡ ናይ ኩላትና እዩ ኣወዳት ካብኡ ናብኡ ካብ ሃገር ናብ ሃገር ዘሎ ባህርያት ይፈላለዩ ብዓብኡ ከ ኣብ ኤርትራ ዘለዉ ናይ ኣወዳት ባህሪሲ ድርቕ ዝበለ እዩ ጀስ ዓወተይ ኮ ኣብዚኣ ጸኒሖም ሂዛቡን ፍርቂ ሰዓት ገያ ዝሒላ እኮ ካብ ፍርጃ መጺኣ ካብ ጀበና ነው የተረዳትኒ ግን ብጎንኺ እያ ዘላ ሰያሪ ብመዓልቲ ክን ተኸበር ንሓንቲ መዓልቲ ኣይ ከሰብ ተኸሰብ ተኸበርኩም ለ መዓልቲ ኣይትኾን ነርኩም ግን ከመይ ጌርኩም ከተውጽዋ የለን
እዚኣስ እንታይ በልኩ ከመስልኪ ወደበይ ምሕጋዝ ንሕግዘክን እንዲና ግን እንታይ መስልኪ ብነብስና ኤርትራውያን ሲ ብፍላይ ደረቕ ኢልኩም ማለት ሲ

ጽቡቅ እዩ እንታይ ኣሎ ከኣ መሲልኪ እቲ ምትሕግጋዝ ኣብዚ ደኣ ተኣሽሙ ጌርና ከይንኮን እምበር ምትሕግጋዝ ጽቡቅ እዩ ትምህርቲ እዩ ትምህርቲ እዩ ነደ ዘይትሕግዛ ገለ ኣይኮነን ግን ኣነ እንታይ ክብለኪ ደልየ ወደበይ እስኺ ከትሰምዕዮ ዶ ነቲ ወዲ ደሓን መርሓዊ ክሓተካ ኣነ ምሕጋዝካ ኣብ ክብርኻ ዝውክል ድዩ ካብ ክብርኻ ወጻኢ ከመይ ትሓስብዋ ንስኹም ከም ወዳት ኩላትኩም ማለት እዩ ካሜራማናት ኩኑ ተዓዘብቲ ኩኑ ኣብ ዘለኹሞ ንስኹም ም- ምሕጋዝኩም ሲ ከም ክብርኻ ዘእተወ ዲኹም ትሓስብዎ ንኣብነት ቡን ምፍላሕ ክብሪ ከምዚ ክቡ- ባ- ሰብኣይ ቡን ከፍልሕ ዋ፣ ክብሪ- ክቡር ዶ ይኮነ ከመይ እዩ ገለ ኢኹም ትብሉ ኣብ ኣብ ባህሊ ማለት ሕጂ ሕጂ ኣብኡ ከለካ ቡን ምሕላ ትትሕ- ትትሕግዝዎ ሲ ክብረትኩም ዝኣተወ ድዩ ንሰብ ክትሕግዞ ተኾንካ ብምሉእ ዓቕምኹም ክልተ ነገር ኢኻ ትሓስብ ጽቡቅ ኣሎ እኮ ሕጂ ከምዚ ክትሕግዝ ሕጂ ምስ ክብሪ ኣነ ሕጂ ከምኣ ንክሪኦ ከለኹ ኮፍ ክትብል ኣይ ደስ ኣይ ደልካ ኣበዴኻ ክትበጽሕ ከለኻ ሕጂ ኩሉ ነገር እንታይ ይምስካ ኩሉ ትሕቲ ዓቕሚ ማሲ ልዕሊ ዓቕምኻ ዝበሃል ነገር ምሻለ ኣበዴ ኣነ ክበጽሕ ከለኹ ዝኾነ ነገር ከም ዝኽእሎ ጥራሕ ዝኣምናን ገብረላ ትኽእል ኢኻ ኣብ ብፍላይ ኣብ ኣዋልድ ግን እንታይ ሕማቕ ነገር ኣለትንካ ሓደ ንኣብነት እስኺ እንተ ምሳይ ጽቡቕ ርክብ ደለኪ ሰብ ኮይነ ናብ ሓደ እንዳ ዓርከይ ሒዘኪ ከይድ እሞ እታ ዓርኪ ን ኣጋጣሚ እታ ሰበይቱ ዋላ ሓያል ትኹን ወይ ከኣ ተፍርሖ ትኹን ወይ ከኣ ከምዚ ንዓ ውን ክብሪ ህልዎ ኸውን ኣብ ልዕሊኣ ክሕግዛ ውን ክገብረልና ዝጸንሕ ኣነ ኣም ሹር እየ ካብታ ካንሸሎ ከይተሸገጠት ኮላ ብዛዕባኡ ክትሓሚ ክትጅምር እያ ሰበይታይ ትብል ዘረባ እዚኣ እጃ ኣነ ከም ባህሪ እጃ ኣነ ወዲ ሰበይቲ ዝጸርፋ ኣይፈትዋን ወዲ ሰበይቲ ካልእ ነገር ትርጉም ደለወና ገለ ገለ ባዕለን ግን ይጥቀማላ ሰን ከዓ እንተ ኣብዚኣ ዝኾነ ነገር ንዓይ ክትገብር ወይ ኣታ ስራሕ ሰብኣይ ድዩ ዝሰርሕ ወላ እውን ኣብ ግደፍ እየ ወላ ቅድሚ ኣብ ቅድሚ ሓዳር ምእታወን ሕጂ ንኣብነት ኣብ ናይ ፍቅሪ መንገዲ እውን ተሪእኻ ጓል ብባህሪያስ ግዜ ልህባ ኣይትፈትን እያ ግዜ ልህባ ድ- ኣይትፈትን እያ ዓወት ነብየን እቲ ኣንጎሎ ዳውዲ ጸኒሐና ካሰ ኣቤት ኣንጎሎ ግደፍ ሕጂ ድበዛ ሕጂ ስኺ ካልእ ኣራራ ካልእ ንኣብነት ኣተሓሳስባ ኖኖ ክህልወኪ ይኽእል እዩ ኣነ ሕጂ ብምንታይ ይኸዶ መስለካ እዚ ግዜ ናይ ምሃብ ኣነ ንስኻ ንጅምሮ መንገዲ እንተሎ ዓወተይ እቲ ግዜ ዘይትህበን ዘለኻ ምክንያት ተለዎ ክቕበለካ ይኽእል እዩ ከማስ ሞሪና ግዜ እንደላ ኣዋልድ እዚ ኣብ ምንታይ መስለካ ኣወዳት ኢኹም ብዝሒ ግዜ ትፀልዎ ሕጂ ከም ኣብ ገለገለ የሐጉሰካ እዩ ንኣብነት ንዓይ ንመፃኢ መደባት ሰሪሑ ተዳ እቲ ሰብ ይሰርሓሉ ኮይኑ ኣብ ወርሒ ክረኽበኪ ኣብ ክልተ ሰሙን ክረኽበኪ እትልካን ክቕበሎ ይኽእል እዩ

ከማን ስብኡ ከ እዝንና ኣርሲንና ዝወዲ ከጨንቀካ ሕጂ ከኣ ደዊልለይ ሕጂ ከኣ ከምዚ ገርኒ ደሓር ትሪኣ ሓደ በቲ ጸብሒ ሓሙሽተ ደቂ ረኺቢ ጸፊዑ ደፋንዋሲ በቃ ኣረ። እንዳ ስና ትሰግደሉ ድያ ገለ በቃ ሕጂ ከምኡ የለን ኣሎ ኣየረ የለን ኣሎ እዚኣ ቸ ኣሎ ግድን ኣሎ ዓወት ይርኤ ኣነ ዓወት ዘፍቅራ ደኽብራ ሰብ እያ ትፈቱ ኣብ ካርታ ቤት ረኸባ እዚኣ ኣቤት ረኸባ ምናልባት ትሪ ዘለዎ ወዲ ተሪር ወዲ ክትፈቱ እያ ተልካና እወ ሓፈሻዊ ኩላትና ልዕል ተዘይተጋጌት ሕግዛኒ ኩላትና ኣዋል ከም ባህርያት ኢለካ እኮ እለካ እብለካ ኣለኹ ኩሩዕ ወዲ ተሪር ወዲ ንፈቱ ኢና እንታይ ድዩ እቲ ፀገም እ፣ ኣናፍራ ዑፍ ዘይትፈልጥስ ዑፍ ክትሕዝ ኣይትኽእልን ኢኻ እስኹም ከምዚ መሲልዎ ዝኸይድ ሰብ ምሻል ሰ ድጓዓስ ታቤላ ዘይብሉ በቃ ከምኡ ጥራይ ኢኹም ትፈልጡ እምበር ናተይ ባህርያት ተሒዝካኒ ምስ ሂሩት ዝጀመርካዮ ጉዕዞ

ኣብ ዕላል ጥራሕ እየ ዝረኽባ እዚኣ እዚኣ ጓል ዘኽብራ እያ ትፈቱ ከምዚ ናታ ሙሉእ ግዜ ዝህባ እያ ዝፈቱ ትሪኣስ ውይ መሰቸው ገለ ከምዚ ክብለኪ ፀናሕ እዛ ናይ ትሪ ከም ፀኺኣ ከለኺ እታ ሰበይቲ ኣይትብል ፀርፊ እኮ ካብ ምንታይ እያ ትብል ትሪ ዘይብልዋ ኩራዕ ዘይብል ከም ሰብኣይ ስራሕ ሰብኣይ ዘይሰርሕ ተልኪ እኮ ሓደ ነገር ሰብኣይ ባህሪኡስ ኣንተ መራ እንታይ ምስ ኣንበሳ እንዲ ተኣሳሲርዎ

እዋእ
ከምኣ ኣይኮነትን እንታይ ስከ ከነግርኩም እሱም ከመይ ኣተኣሳሲርኩሞ ኣብቲ ቀደም ዘለን ነበረ ኣብቲ ቀደም ግዜ ሕጂ ንኣመትሲ ተጸፊዐ ንከዳ ትሕት ኢለ ንከዳ ገለ ነይሩ እሱይ ደኾን ከኣ እወ እቲ ኣብ ውስታት ገርኩም ኣሎ ልምዲ ኣብ ውስታ በቃ እዎ እሳ ኣብ ውስታ ጌርኩም ኣለኹም ሕጂ ንሕና ከኣ ምስቲ ግዜ ምዕባለ ገለ ከኣ ምስቲ ኣተሓሳስባና እንዳ ም፣ ካብ ኣወዳሲ ንሕና ኣተሓሳስባና ድበለጸ ከምኡ ገይሩ ፈጢርና ኣምላኽ ብኸመይ መንገዲ

ንኣብነት ናይ ምዝካር
ካል ነገር ክገብር ኣይክእልን
እዋ ንሕና ኢና ተዋሪድና ዘቐመጥ ከምኡ ካልሲ ከማ ካልይ ግዜ ዘይትረኽብዎ ዘለኹም ተዋሪድና ደልና ሲ ተኸም ዝበየላ

ሓንቲ በላሕ ጓል ኣንስተይቲ ጌራታ ትኾን እዛ ስራሕ እዚኣ ስለዝገበረታ እኮ ብመጽናዕቲ እኮ ረኺቦም ኣለዉ ዝለዓለ ኣብ ኣሜሪካ ትህሉ ኣብ ካናዳ ትኸውን ሓንቲ ጓል ሰለስተ ስራሕ ሰሪሓ ከምዚ ክገብር እኽእል እየ ወይ ብመጽናዕቲ ረኺቦም ይኾኑ ገ- ዝገበረቱ እንትህሉ እዮም እሳ ብዝገበረቶ ግን ኣብ ኣፍሪቃ ኣላ ጓል ዓውተይ ኣንስተይቲ፣ ፍሉይነትና እንታይ ድዩ ኣብ ኣዋልድና ወዳትን እንታይ ፍሉይነት ነው? ኖ ሕጂ
እዚ ኣብ ብልሕን ኣብ ሄጅን ይኮፍ ኣብ ንስከሞ ነገራት ንኣብነት ኣወዳት ኣብ ናይ ጉልበት ነገራት እዩ ኣዋልካ ኣብቲ ናይ ምትዕፃፍ ነገራት ዘሎ እዚ እዩ ፍሉይነትና ሕጂ እዚ እዩ ብልሒ ኮይኑ ዘሎ ኣብ ብልሒ ተባሂሉ ዘሎ እኮ እዚ ኣዋልድ ኣብ ሓደ ነገር ክልተ ሰለስተ ነገራት ክገብራ ይኽእላ እየን ንኣብነት ኣነ ብዚኣ ሕጂ ምሳኻ እንዳዕለልኩ ከለኹ ሞባይለይ ቫይብሬት ጌራ ናይ ግዳም ክርድኣኒ ይኽእል ስለ ቫይብሬት ዝገበረት ኣይኮንኩን ኣይተሃላለኸና እንዶ ዓወት ናይ ብሓቂ እዩ ዝብለካ ኣለኹ ሕጂ ክመጽእስ ይኽእል እዩ ኣነ ኣብዚኣ ነገር ኮይነ ንኣብነት ኣብ ገዛ ስራሕ ገዛ እንዳሰራሕና ከለና ማሽን ወሊዓ ተለኩ ክዳውንቲ ትሓጽብ ተላ ኣብ ኣብታ ካልእ ኮይነ ካልእ ክቃም ይኽእል ካልእ ክሰርሕ ይኽእል ካልእ ክሰምዕ ይኽእል ሓደ ወዲ ከዓኒ እቲ ናቱ ሒዝዎ ዘሎ ነገር ሙሉእ ኣተኩርኡ ናብኣ ጥራይ ዝገብር ንሳ እኮ ኣብ ኣብ ሓንቲ ነገር ስለ ዝገብር ብዛዕባ እታ ሒዝዋ ዘሎ ጥራይ ነገር ንክገብር እዩ ዝሓስብ እቲ ኣብ ውሽጥና ዘሎ ተኣሽምኳ በቃ እወ ነቲ ሓደ ነገርስ ክገብሮ ክእል ወዲኤስ ኣለኹ እወ ኣብ ሕጂ ስኻ ከምዚኣ ከምዚኣ ኻስ ንኣብነት ኣብ ንዕላልና ላዕለና ኮንና ሕጂ ብዛዕባ እዛ ዳዕለካ ዳዕለ ክሮስ ብዛዕባ እዚኣ ትምልሰለይ መልስሲ ካልኣይቲ ሕቶ ከዳሉስ ይኽእል እየ ከምኡ ከተዳሉ ግን ኣይትኽእልን ኢኻ ንስኻ ተረዲእካ ተዳልወለይ ኣይትኽእልን ኢኻ ንኣብነት ኣነ እንታይ እዛ ሓይተካ ኣለኹ እንታይ ከም ምሽ ክትዕላ ፀኒሕካ ጅንሜርሲ ካብ ምንታይ ኣርእኒ ክላ ፀኒሕካ ብምንታይ ፍሉይነትና ኢለካ በቲ ስኻ ትዘረብከይስ ሒዘካ ኣለኹ እስኻ ግን እንታይ ክትፅበ ፅሒኻ ካብ ሜልስስ እቲ በቃ ናይቲ ሓሲብካዮ ዘኻ ነገርስ ኣብ ሓደ ነገርሲ እንታይ ክምልስ ዝኽእልን ምክንያቱ ገምጋም ክገብር ይኽእል እዩ ዓ- ኣወዳት ከዓ እቲ ናትኩም እቲ ናትኩም እም፣ እቲ ኣብ ናይ ምስካም ኣብ ናይ ጉልበት ዘሎ ነገራት ከዓ ናይ ባዕልኩም ልእኹም እንታይ ገብራ ንኽእላ ጉልበት ካብ በልክስ ንርግኣት እና ዓመት ሸክበት እቲ ነገር ማለት እዩ እና ብኸምኡ ነገራት ንክዶ ግን ከምዚ ኣነ ክጀሃረሉ ብናተይ ብልሒ እስኻ ካብ ብናትካ ነገር ዘይኮነስ ተማይና ክንከይድ ዘለና ነገራት እዩ እምበር ከም ዓወተይ እኮ ሕጂ ብዛሕዚ ሰዓት ሳይክል ክዝውር ዝበልፀካ እየ ሳይክል ሳይክል ብክንደይ ትመሓደር ብክልተ ሲርሶ ብገለምሾ ኣየር ከዓኒ ሰለስተ ሚእትን ስሳን መላጉም ኣለዋ ወይ ድማ ናታ መሳርሒታት ኣለዋ ኣብ ዝኾነ ጥግ ነገራት ይገልፅዎ እዮም ኣብ ናይ ዋል ዝበዝሐ ኣብ ወላ መፅሓፍቲ ኣብ ዝኾነ ነገራት ሕጂ ሕጂ ገዘካ ዶ ሕጂ ይረዮ ኣብ ዝኾነ ይኹን ሰዓት ሳይክ- ከምዚ ሳይክል ኖርማል እያ ክትዝውራ ምክንያቱ ትኸይድ ንጸጋም ክትጥወ ተሊኻ ጸጋም ትጥወ ንየማን ኣየር ትኽኢልካ ንጸጋም ንየማን ኣይጥወን ኢኻ ቅድም ትኽኢልካ ትኸዳ ኣለኻ ንጸጋም ቅድም ትኸካ ጸጋም ላዕሊ ድዩ ጸጋም ታሕቲ ጸጋም ስያፍ ድዩ ክንደይ ፎርቲ ገለ ኢሉ ይሕብረካ እዩ ኣብ ናይ ሓይሊ ኣየር ዘ ወላ ኣብ ዝኾነ ነገር ላይክ ኣዋልካ ከምኡ ዓይነት ባህሪ ዘለና ኣብ ሓደ ነገርሲ ከምዚ ክት በዚ ሒዝ ንኣብነት ምሽ ምክንኻን ትፈቱ ጓል ኣላ ኢልካኒ ኣነ ከም ወደብ ሕጂ ምክንኻን እየ ዝፈቱ ኢሉ ሓደ በቃ በቃ ይከናኸን ኢልካ ፍላወር ኣምጻልካ ጽቡሕ ኣይትፍቕዱ ገልጸልካ ገለ ገለ ሽዑ እቲ ምክንኻን ጥራይ ትጸልኦ ኣብ ገለ ገለ ነገራት ካስ ትርር ኢሉ ገለ ትደሊ ሕጂ ነቲ ባህርያት ኤናይ ኣቤናይ ትገብሮ እዩ ዘይፈለጥኩሞ ዘለኹም እምበር ንሕና ባህርያትና ቀያይርናስ ኣይኮናን ባላንስ ኣይንኸውን ኢና ብሓፈሻስ ባላንስ ኣይንኸውን ኢና ካብ ፍላወርስ ኣብ ገለ ኣያስ ከስሕቐኩም ሲ እቲ ኣፍቃሪያስ ከምዚ ናይ ሕጊ ገለ እዩ ወዲኡ ከምዚ ሕጂ ዝበዝሐ ግዜ ናይ ሕጊ ዝወዱ ሰባት ከምዚ ትጸሎ ግለት ኣይኮንኩን ስሬት ኣይኮንኩን እንታይ ኮይኑ መስለካ ዝበዝሐ ግዜ ናይ መርመራታት ናይ ቅድለት ናይ ገለገለ እዩ ዝዕል ሕጂ ኮፍ ዘሰካዕል ገና ኣብ ሓደ ሙድ ንኣብነት ኣብ ከምዚ ኣብ ድራር ወፂኻ ወይ ኣብ ጥዑም ዕላል ወይ ኣብ ጥዑም ክሊማ ተሎስ ተኺኢልካ ትዕሊ እንተኾንካ ጥዑም ዕላል ተለካ ተምጽእ ኣይካልካን ከኣ ዘሎ ዘይተድንቅ ዋሲ ንፋስ ክጥዕም ዘሎ ዘን ከዋኽብቲ ክሽኩራ ግደ ክትብል ትኽእል ኢኻ እዚ ሰብዚ ኩሉ ግዜ እንታይ ይብል በቃ በቃ እዚ ዓለምሲ ሕማቅ ኮይኑ ምሽ ከምዚ ዳኸፋእና ከይድና ምክንያቱ ሲ ሰብኣያ እኮ እዩ ከምዚ ኮይኑ እስኪ ብከምዚ ቀቲልዋ ብከምዚ ሃሪማ ሕጂ ንሳ እንታይ ስብሎ ረ እዚ ኣብዛ ከም ሰዓትሲ ብዛዕባ እዚ ርእሲ ክነዕልሲ ጽቡቅ ድዩ ኢላቶ እሱ ሕሸ መሲልዎ እሞ ኣሃ ኦኬ እዚኣ በቃ ንጎ በለ ዘክርኒ ንጎ ይሄ ናይ ሰዓት ኣብ ናይ ሰዓት እሳ ክትፈልጦ ድያ እሱ ንኣብነት ብዛዕባ ሕግታት ክነግራ ይኽእል ኾን ብዛዕባ ዘሎ ገበናት ግን ኣብ ከመይ ወገን እንተዘይኮይኑ ግስ ዲነር ተኣኪብካስ ብዛዕባ ገበናት ክትዕል ረ ገበን እዩ ንገዛ ርእሱ ንሳ ሕጂሲ እሱ ኢኹም ዘይፈለጥኩም ኣወዳት ፀገምኩም ዘሎ ማለት እዩ ከምዚ ደረቓት ምዃን ወይ ድማ እቲ ትረት ኣይኮናን ፀሪእን እያ ኣነ ተሪር ወዲ ይፈቱ ከም ባህሪ ግን ኤናይ ኣብ ምንታይ ክተር ኣሎ ወላ ኣብ ሲምፕል ንኩላትና ኣዋልድ ነዋልድ ክነቅፍቲ ኮይና ሕጂ ኣነ ሓንቲ ከብለልኩም ቤሌላ ብሒት እዮ እምበር ዝኾነት ጓል ንሕና ኣለና ሰለስተ ኢና መሓሱ ኣለና ንበሉ ንኣብነት ዓወተይ ስኻ እንተ መፂኻ ከም ኣፍቃሪት ኮይነ ኣነ ኣብቲ መኣደይ ዘለኹ ምስ መሓት ዝዓለልኩ ገለ መፂኻ በቃ መዕጉርተይ ስዒምካ ክብረተይ ከበይ ፀኒሕኪ ህያበይ ገለገለ ክትብለኒ ኣዋልድ ሞር ኢና ንደልዩ እንታይ ኮይኑ ስማዕና እዚ ከምዚ ክፈልጣ ለይ ገለ ከምኩም ኣይትሕሰቡ ወይ ድማ እተን ኮይንያታት ገለ ገለ ናብኡ ኣይትኽዩ ኣግል ብዙሕ ዝቕበሉና ነገር እዩ እወ ንምንታይ መስለካ ከምኡ ንፈቱ ንሕና ጃስ ኣነስ ኣነ ናትካ ምዃነይስ ኣሚንካ ትገብሮ ከምዚ ምሻሎ በቃ ብጀካይ ካልእ ሰብ ዘይረኣየልካ ብጀካይ ገለ ከምኡ ኢና ንሓስቦ ብጽቡቕ ኣንግል ኢና ንሓስቦ ተረዲእካ ሽዑ እቲ ወዲ ከዓ እንታይ ይደሊ ኣወዳት ከዓ ብጀምዓ ተኣኪቡ ወይ ድማ ነኖ ዓወተይ ከረዳእካ ነኖ ከረዳእካ ዓወተይ ናይ ብሓቂ ሕጂ እዚኣ ኣብ ዝበዝሓ ኣብ መንእስያ ዘ ወላ ኣነኮ ንኣሽና ኩላትና ኣብዚኣ ዘለና ሕጂ ከረዳእኩም ማለት እዩ ኣዋል ወላ ኩሉ ግዜ ወላ ኣብ ዝኾነ እየ ትዛረበላ ኣነ እዚኣ ሕጂ በጃኽን ከምኡ ኣይኮነን ኣነ ከም ወደብ ኮይነ ምስ መሓሰብ ተለኹ መፅኢት ሰብ ከኽብረኒ ክሕመን በቃ ፅብቕተይ ከመይ ፀኒሕ ገለ ክብለኒ ይደልየ ግን ፍቕርስ ይኮነ ትርጉም እቲ ናትካ ኣብኡ ምንባር ንስኻ ከኣ ኣባይ ምንባር ኣወዳት ከኣ እንታይ ትጸልኡ ኢኹም ተኣኪብኩም ኣ- ተለኹም ናብቲ ምስ መሳርሕትኻ መጺኣ ሕጂ ንኣብነት ዓወተይ ኢለ ሰላም ክብለካ ዶ ሕሸካ ክስዕመካ ሰላም ክብለካ ሕሸካ ምክንያቱ ምስ ዓመይ ንዓኻ ክብሪ ናትካ ኣብ መንጎ ኣዕሩኽትካ ይጎድል ላይክ እስኹም ትከባበሩ ኢኹም ከመይ እሞ ክብለካ እየ ከምዚ ርዝነት ምሽ ኣለዎ ኩላትኩም ባትኩም ሕጂ ኣወዳት ምጺኢልካ መጺኻ ዓወተይ ከመይ ውዒልካ ደሓን ዶ እሞ ሓንሳእ እንድያ ዛረብካ ኢለ ገሊለ ኣብ ደገ ውጽኣ ክዛረበካ ኢኻ ትደሊ ኣዋልድ ግን እቲ ደሊኻዮ ኣለኻ ኣብ ቅድሚ ኣዋልድ ምዝራብካ ንዐእሰናይ እንታይካ ምዃነን ኣነ ናትካ ምዃነይ ድኣ መግለጺ እምበር ከምዚ ንሕና ክፍለጠልና ኣይትደልዮን ኢኹም ብኸምዚ ደረጃ ኪዱ ሕጂ እንተ ከም ከምዚ እዩ ሞር እንተ ኣብ ዘድልየካን ደየድልየካን ነገራት ደሊኻዮ ተሪ ወድና ክንደሊ ኤናይ ኣቢና ይግበር ትፈልጦ እቲ መዋሊ ፍቃድ ክዕሙ ኣውለት ግን ዝበዛሕኩም ደሓን ይኹም ማስ ኣብ ዝኾነ ይኹም ኩነታት ሲ እቲ ትደልዎስ ኣብ ትደልዎ ቦታ ጥራይ ከም ደልዩ ምሳይ ፍቃድካ ኣብታ ናይ ፍቃድካ ቦታ እምበር እቲ ናይ ዕርክትካ ዘለዎ ወይ ኣብ ስራሕካ ቦታ ወይ ኣብ ክልተ ኣይደልዩ ዋይ ምቕና ማዓረይ ሞዴል ወደብ እንታይ ክሓተ ክደልየስከ ኣገላልፃኺ ብጣዕሚ ፅቡቅ ኣነ እውን ኩላትና ኣዋልድ ኣብ ውሽጥናስ ከምኡ ኢና ንሓስብ ነታ ናተይ ድብላስ ክብሪ ከም ዘለዎ ኣብ ርእሲኣ ብልጽቲ ምዃና ካብ ኩሉ ዋላ ኣብ ቅድሚ ዋልድ እውን ክብህግዋ ከሎ ብልጽቲ ምዃና ንዕኡ ገለ በዓል ክንደይ ክብራ ሕልወላ ኢትስ ጉድ ግን ሕጂ እንታይ ክንገልጽ ከኣ ኣለና እንዳደለዩ ወይ እንዳፍቀሩ ወይ ክገብርዎ እንዳሓሰቡስ ግን ኣየንጸባረቕዎን እዮም ሕጂ ክእለት ዲዲ ይብሎም ዋላስ ትዕቢት ይደለዎም እዚኣ መብርሂ እንታይ ትብል እዋ ኣነ ትዕቢት ኣለዎም ክብል ኣይክእልን ክእለት ሓፈሻዊ ሰብ ክነብር ተኾይኑ ኣነ ሕጂ ከመይ ኢሊ ከመረዳድኣዮም ማለት እዩ ሰብ ምስቲ ሰብ ቅድሚ ምርኻቡ ኣነ ቅድሚ ምሳኺ ምሕዝነት ምፍጣረይ ሲ ትርጉም ምሕዝነት ሓፈሻዊ ባህርያት ናይ ሰብ ኣብ ውሽጥና ክንሃንጽ ኣለዎ ንኣብነት ብዙሕ ዓይነት ሰብ ክረክብ ከምዚ ሳዋ ሳዋ ንኣብነት ሲ ሓደ ጥዑይ ሰብ ትረክብ ሓደ ሓራቕ ሰብ ሓደ ዝሑል ሰብ ሓደ ናይ ሓደ ዘረባ ጥራይ ዝሰምዐ ሓደ ካብ ገዝኡ ወጽእ ዘይ ሽዑ ኩላትካ እንታይ ትኸውን ብዘይ ልብኻ ከይተረዳእካስ ትዕግስቲ ተጥሪ ፈቲኻ ጸይካ ስቕ ትብል ፈቲኻ ገለ ምሽ ኣሎ ከምኡ ዓይነት ሕጂ ኣብ ዝኾነ ይኹን ነገራት ትገብረካ እስከ ትዕቢት ኣይኮን ዘሎ ካብ ዘይምርዳእ እዩ ክኸውን ዝኽእል ወይ ከዓ እቲ ንሕና ደይልናዮ ዘለና ነገራት
ኣትምልሱን እዮም ተዝምልሱና ምተበልና ዶ ደይ ጭመራን ዋልታን ተሪፍና ዘለኩ ክንባ